ፋራይ ኦፊርካ እተ በልዕካ ጽገብ ተኻዲንካ ሙቕ ወይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ ኦፊርኩም እተው በልዕኩም ጽገቡ ተኻዲንኩም ሙቕ ጎይኹም ክይዱ ክንዲ ናይ ደይ ዕድመ ይሃብኩም ጣልያን ተወሊደ ሰማንያ ገይረ ጉልበትኩም ምሳኻትኩም ይቐኒ መኒ ናይ ጀ ጉልበትና ጉልበትኩም ሙነይዎ ጉልበትኩም ሙነይዎ።
ሻሎም ሻሎም ሻሎም ኣብ ርሕቁን ቀርባን ኮንኩም መድባት እዋናዊ ጉዳይ ትከታተሉ ዘለኹም ዝኸበርኩምን ዝኸበርክንን ብሩኽ መዓልቲ ይግበሮ እናበልኩ ኣብ ናይ ሎሚ ፍጻሜ ብዛዕባ እዚ ናይ ካናዳ ዘጋጠመ ኩነታት ካብኡ ስዒቡ ድማ ካብ ዝተፈላለዩ ሰባት ዝመጽእ ዘሎ ርእይቶ ሓሳባት ኣብ ህይወቶም ዘጋጥሞም ቅድሚ ሕጂ ከምኡ ዓይነት ተመሳሳሊ ብዙሓት ደቂ ኣንስትዮ ገለ ካብ ዘጋጥመን ታሪኽ ብሓፈሻ ብዙሕ ሰብ እንድዩ ሰንቢዱ፣ ካብ ስንባደ ተላዒሉ ድማ ሰብ ክመሃረሉ ኣለዎ ብምባል ኣብ ህይወቶም ዘጋጥሞም ብዙሕ ፍጻሜታት ይዝርዝሩ ኣለዉ። ገለ ካብቲ ተሰሪሑ ዘሎ ቪድዮታት ሒዘልኩም መጺኦ ኣለኹ። ንውሕ ዝበለ እዩ ግን ኣገዳሲ ኮይኑ'የ ረኺበዮ። ብጣዕሚ ኣዝዩ ጠቓምን መሃርን ስለ ዝኾነ ድማ ኩላትና ክንሰምዖን ክንርድኦን ተኻልኦት ሰባት ዘጋጥሞም ዘሎ ወይ ኣብ ህይወቶም ዝሓለፍዎ ነገር ሽግር ምስ ኣጋጠሞም እውን ከመይ ገይሮም ንዕኡ ወፂኦሞ ዝምዕድ ቪድዮታ- ቪድዮታት ስለ ዝኾነ ክሳብ መጥረሻ ክትርእይዎ ይላበወኩም ማለት እዩ ካልእ እቲ ሓዘን ንብዙሕ ሰብ ኣሰንቢዱ ይርከብ ብዙሕ ሰብ እዩ ብዛዕባኡ ሓዚኑ ዘሎ ወላ ኢትዮጵያውያን እውን ብዙሕ ብብዝሒ ሸር ክብልዎ ይርኢ ኣለኹ ኣብ ካናዳ ብዓብዩ ብሓፈሻስ በቃ ንዝኾነ ሰብ ዘሰንብድን ዘሰቅቕን ፍጻሜ ኮይኑ እዩ ዘሎ ማለት እዩ እንታይ ክንብል ኢልና ኮይና እግዚኣብሄር ካብ ከምኡ ዓይነት ነገራት የድሕነና ክብል ዝደሊ ብወገን ናይ ቤተሰብ ሓንቲ ለበዋ ኣላ እሳ ከኣ ብዛዕባ ስእልታት ናይቶም ቁልዑ እዩ ስእልታት ናይቶም ህጻናት ብዝተፈላለየ ሜድያ ብዝሓለፍካዮ ቲክቶክ ፌስቡክ ተዘርጊሑ ኣሎ ማለት እዩ ሕጂ እዚ ናይ ፌስቡክ ቲክቶክ ክትቆጻጽሮ ኣይትኽእልን ኢኻ ኣውጹልና ኢልካ እውን ወላ ኣብቲ ቅድሚ ሕጂ ዘጋጠመ ናይ ካልኦት ሰባት ክንደይ ግዜ ኣውጹልና እዚ ቪድዮ ኣውጹልና እዚ ቪድዮ ስእሊ ደምሱልና ኢልካ ዝሰምዓካ ሰብ የለን ብጣዕሚ እዮም ሸር ዝብልዎ ማለት እዩ ነዚ ቪድዮ ትሰምዑዎ ተለኹም ግን ሓደራኹም ትስኹም ትዝርግሕዎ ስእልታት ጽባሕ ንግሆ ስኹም ናብ ካልእ ኣርእስቲ ክትኣትው ኢኹም ናብ ካልእ ዜና ናብ ካልእ ህይወትኩም ክትኣትው ኢኹም እቲ ስእሊ ግን ኣብቲ ቲክቶክ ፌስቡክ ስለ ዝዝርጋሕ ዘሎ እቲ ወላዲ ጽባሕ ንግሆ ኣብ ሜድያ ክኣቱ እንከሎ ወይ ክጥቀም እንከሎ ኣብ ዝሓለፎ እንዳ ጸንሐ ሰላም ስለ ዝኸልኦ ነቲ ወላዲ ክትብሉ ስእልታት ካብ ምዝርጋሕ ክትቁጠቡ እቶም ዘርጊሕኩሞ ዘለኹም ድማ ክትኣልይዎ ይላቦ ማለት እዩ ቅድሚ ሕጂ እኳ ብዙሕ ግዜ ከምኡ ዘረባ የሕሊፍና ኢና ግን በቃ ዳርጋ ትሰምዓካ ሰብ የለን እቲ ሰብ ነቲ ስንባደ ስለ ዘለዎ ድዩ እንታይ እዩ ኣይንፈልጥና እቲ ስእሊ እንዳገበረ እዩ ብብዝሒ ዝርግሖ ማለት እዩ ኣበይ እዮም ዝረኽብዎ ስእልታት ተልና ከዓ ኣብቲ ንስኻ ቅድሚ ሕጂ ትዝርግሖ ዝነበርካ እዮም ዝረኽብዎ ማለት እዩ ንእግረ መንገደይ ከም ለበዋ ክሕልፋ ዝደሊ ዝኾነ እስኻ ትዝርግሖ ኣብቲ ሜድያ ስለ ዝጸንሕ ጽባሕ ንጎሆ ዝኾነ ምስ ዘጋጥምካ ሰብ ናብቲ ናትካ ኣትዩ ቀልጢፉ ኣውጺኡ ዝዝርግሖ ማለት እዩ። ንምንታይ እየ ከምኡ ዝብል ዘለኹ እዚ ርእስቲ ዘይክኸይድ ክኸውን ይኽእል እዩ። ብሓፈሻ ግን ክንጥንቀቕ ኣለና ማለተይሲ ዝኾነ ሰብ ኣነ ሕማቕ ከጋጥሞ ኣይደልን እየ ኩሉ ሰብ ብሰላም ክነብር እየ ዝደሊ ግን ሕማቕ ግዜ ከም ሰብ ከጋጥመካ ይኽእል እዩ ኣብቲ ስኻ ሕማቕ ዘጋጥመካ ካብ ሜድያ ክትእለ ኣብ ትደልየሉ ወይ ዝኾነ ኣብ ሜድያ ክዝርጋሕ ኣብ ዘይደልየሉ ግዜ ሰባት ነቲ ስኻ ኣቐዲምካ ዝዘርጋሕካዮ ስእልታት ቪድዮታት ገለ ስለ ሸር ዝብልዎ ብዝተኻእለ መጠን ኣብ ሜድያ ንዝርግሖ ነገር ኩላትና ክንጥንቀቕ ኣለና ምስ ስድራቤት ምስ ደቅኻ ምስ ገለ ምትሕሓዝ ዘለዎ ነገር ኣብ ሜድያ ትዝርግሖ ትጸንሕ እሞ ሽዑ እስኻ ኣብቲ ሓዘን ዘጋጥመካ ወይ ዝኾነ ኣብ ዘጋጥመካ ሰብ ብቐጥታ ኣብቲ ናትካ ኣትዩ እዩ ንዕኡ ሸር ክብሎ ዝጅምር ስለዚ ቁጥብ እንዳበልና ንኺድ ክብል ይደሊ ንእግረ መንገደይ ከም ለበዋይ ኣኹብራት ተዓዘብቲ እምበር መን እሞ ከምኡ ክሓስብ ጽባሕ ንግሆ ከምዚ ከጋጥመኒ ኢሉ መቸም ዝሓስብ ሰብ የለን ስለዚ ጥንቅቅ ንበል እሱ እየ ክብል ዝደሊ ንእግረ መንገዲ ማለት እዩ እቶም ትሰምዑና ዘለኹም ግን ሓደራኹም እቲ ቪድዮታት ስእልታት ኣውፅዎ ክብል ይደሊ ስእልታት ብምሉኡ ማለት እቲ ማዕዳ ይፅላኣን እዩ ሰብ ሓበሬታ ክህብ ከምዚ ትግበሩ ከምዚ ትግበሩ ክብል እ፣ ፀገም የብሉን እቲ ስእልታት ናይቶም ቆልዑ ብዝሓለፍካዮ ምዝርጋሕ ግን ቃንዛ ነቲ ወላዲ ም- ምውሳኽ ስለ ዝኾነ ብዝተኻእለ መጠን ክንኣልዮ ይግበኣና ናብቲ ዝስራሕ ዘሎ ብዙሕ ቪድዮ ከሰጋግረኩም ሰናይ ምክትታል ብሩኽ መዓልቲ ሰላም ፍትዋት ኣሕዋት ከመይ ትቕንዩ ኣርያም ወልደኣብየ ምሳኹም ሰለኹ ኣብዘን ውሕዳት መዓልታትሲ ኣዝዩ ዘሕዝን ዜናታት ካብ ሰማዕናዮ ኣብ ሶሻል ሚድያ ሓደ ናይታ ኢትዮጵያዊ ቲክቶከር ብገዛእ ኢዳ ህይወታ ዘሕለፈት እዩ ቅድሚ እውን ገመድ ሒዛ እናበኸየት ከላ ዝሰራሓቶ ቪድዮ እውን ተዛረበቶ ርኤ ነይረ። ዝተፈላለዩ ሰባት እውን በቲ ዘጋጥማ ዝነበረ ኔጌቲቭ ሪኣክሽናት ይኹን ወይ እውን ሳይበር ቡሊንግ ንብሎ ፅልኢ ምድሃል ፀርፊ ኣብ ኮመንት ካብኡ ተበጊሳ ኣብቲ ደረጃ እቲ ከም ዝበፅሐት ይዛረቡ ነይሮም ኣዝዩ ድማ ዘሕዝን እዚ ሳይበር ቡሊንግ ዝበሃል ብኢንተርነት ኮንካ ብቁሉዕ መንነት ይኹን ብዘይ ቁሉዕ ተሓቢእኻ ንሰባት ምድሃል ምፅራፍ ፅልኢ ምንዛሕ ንብዙሕ ሰብ እዩ ኣብ ሓደጋ ይእትዩ ዘሎ ማለት እዩ ካልኣይ ድማ ኣዝዩ ዝሕዝን ስማዕ እዚ ኣብ ካናዳ ዘጋጠመ ማለት እዩ እዚ ክልተ ደቁ ዝቐተለ ሓው ኣዝዩ ወላቲ ኣእምሮሃሲ ተመላሊሱ ዝርብሸካ ማለት እዩ እዚ ክልቲኡ ክረኣ ከሎ ግን ኢሉ ኢሉ ዝመፅእ ነገር ተደኣሉ ኮይኑ እቲ መንታል ሄልት ስትራግል ዝበሃል እዩ ኣነ ይኹን ካልኦት ኣሕዋት ኹን ብተደጋጋሚ ከም ነልዕሎ ኣርእስትታት እዚ ስነ ኣእምራዊ ጥዕና ወይ እውን መንታል ሄልት ዝበሃል እዩ ዓለም ብዓባያ እውን ሕጂ ዓብዪ ፎከስ ሂባቶ ዘላ እያ ከምቲ ኣካላዊ ጥዕናና ንግደሰሉ ልብኻ ሓሚምካ ሰመኩኻ ሓሚምካ ርእስኻ ሓሚምካ ናብ ሕክምና ዝኽየድ ኣእምሮ እውን ይሓምም እዩ ብዙሕ ነገር እዩ ዘሎ ኣብቲ ርእስና ንዓና ክርዳእና ዘይክእል ኬሚካል ኢምባላንስ ተተፈጢሩ ኣብቲ ናትና ብሬን ብዙሕ ነገር እዩ ዝዛባዕ ንዕኡ ግን ክንርድኦ እንተዘይክኢልና ምናልባት ናይቲ ሰብ ባህርይ ክመስለና ይኽእል ይኸውን እዩ እንጂ ከምዚ ከበድቲ ኣጋጣሚታት ክፍጠር ከሎ ቀልጥፍ ኢልካ ትህቦ ሪኣክሽን ወይ ገለ ሰብ ዋይ ጭካነ ክብል ይኽእል ይኸውን ገሊኡ ከዓ ዋይ ሕማቕ መዓልቲ ካብዚ ከም ዝሰውረና ትብል ኢኻ ብልክዕ ካብዚ ከም ዝሰውረና ግን ብሓደ መዓልቲ ትስ ኢሉ ኣልዕል ኣቢሉ ሕማቕ ጥራይ ስለ ዝተሰምዖ ኣብ ከምዚ ዓይነት ሓደጋ ክወድቕ ዝኽእል ሰብ የለን እዚ ውህሉል እዩ ምሳኻ ነዊሕ እዋን ዝመጽእ ስትራግል እዩ ኣብ ውሽጥኻ ተዓቢጡ ነዊሕ እዋን ይኸይድ ይኸይድ የጨንቐካ እሞ ሓደ መዓልቲ ይፍንጃር እዞም ኣብ ነብሲ መቕታል ይኹን ኣብ ንካልእ ሰብ መቕታል ዝበፅሑ ኣሕዋት ናይ ብዙሕ እዋን ዝተዋህለለ ኣብ ሓደ መዓልቲ ዝፍንጀር ዘሎ እዩ እዚ ከዓ እቲ ኣብ ስነ ኣምራዊ ጥዕና ዘለና ኣፍልጦ ከነበርኽ ዘገድደና ማለት እዩ ኣነ ዝሰርሓሉ ኦርጋናይዜሽን ንናይ ስነ ኣእምሮ ጥዕና ሰርቪስ ዝህብ እዩ ካውንስሊንግ ክትመሃሩ ከለኻ ሳይኮሎጂ ክትመሃሩ ከለኻ እቲ ብሬን ናትና ከመይ ይሰርሕ ስምዒታትና ናትና ከመይ እዮም ዝሰርሑ ኣብ ውሽጥና እንታይ ዓይነት ስራሕ እዩ ክካየድ ዝውዕል በብቁርብ ክትፈልጦ ምስ ጀመርካ ብጣዕሚ ኢኻ ትገርም ሰባት ከዓ ክንዲ ምንታይ ስትራግል ኣብ ውሽጦም ከም ዝሕልፉ ክትርዳእ ምስ ጀመርካ ከዓኒ ዝያዳ ካልኦት ሰባት እውን ከምኡ ፈሊጦምሲ ናብቲ ፍታሕ ንክመፁ ኢኻ ትምነ ናብቲ ጃጅመንት ይትኸይድ ኢኻ ናብ መፍራድ ኣይትኸይድ ኢኻ ሕጂ ኣነ ብዙሓት ሰባት ብዙሕ ሕማቅ ዘረባታት ይዛረቡ እዮም ወይ እውን ሕርቃኖም እናተናደዱ የውፅኡ እዮም ናብ ዝኸፍአ ደረጃ ክበፅሑ ትሪኦም ኢኻ ኣብቲ ኣእምሮኦም እንታይ ዓይነት ስትራግል ክብሉ ከም ዝኽእል ግን በታ ንእሽተይ ዝረኸብክዋ ፍልጠት ክግምት ይኽእል ስለዚ ንዓና ኣድልይና ደሎ ሕጂ ብዘይ ቀልዓለም ኣብ መንታል ሄልዝ ዘለና ኣፍልጦ ምብራኽ እዩ ብድሕሪና ዝያዳ ንሰባት ክንርዳኣሎም ንጅምር ማለት እዩ
ቀልጢፍካ ምጻእ ኣብ ዘመነ እኒ እኒ ዕላል ይሰምዕ ነይረ ዘሰሐየኒ ወሊዳ ደቃ በሊዓቶም ይብሉ ነይረ ኣነ በይርኤኒ እቲ ናይ ቀደም እቲ ዕላል ድሙ ሎሚ ኣብ ወዲ ሰብ ተደጊሙ ገሪሙኒ ልበይ እውን ሓሚሙ ሕልሚ ድዩ ጋህዲ ኣብኒ ምእማን ካልእ ታሪኽ ክነግረኩም ንድሕሪ ሕጂ ፈጺሙ ከይድገም ሓደ ኣቦ ዝገበሮ ግብሪ ንእንስሳ ዝለገሶ ፍቕሪ ተመን ናብ ሓዊ ኣትዩ መውጽእ ስኢኑ ለዋህ ኣቦ ብጣዕሚ ሓዚኑ ከውጽኦ ኢሉ ብጭርኡ ሓዞ ተመን ነኺሱ ኣደንዘዞ ነዚ ዝረኣዩ ገለ ሰባት ጌጋ ጌርካ ናትካ እዩ እቲ ስሕተት ኢሎም ሰሓቑሉ ብዘይ ሕፍረት ፍልልይ ካብ ሰማይ ናብ መሬት ፈቃር ሰብኣይ ከምዚ ኢሉ መለሰ እቲ ተመን ዋላ እንተነኸሰ ናይ ኣቦኡ እዩ እንታይ ዘይገበረ ኣነ ድማ ናይ ሰብ እየ ገይረ እሞ እዚ ወላዲ ከመይ ኢሉ መፂሉ ሕማቕ መዓልቲ ካልኣይ ዘይብሉ ንውላድካ ኣይኮነን ክትቀትሎ እንተወደቀ እኳ ዘይትኽእሎ ኦ ፈጣሪ ምሕረትካ ኣውርደልና ፍጡራትካ ኣመና ጨኪና ውላድካ ምብላዕ ካብ ተጀመረ ቀልጢፍካ ምጻእ መደብ ከይሳዕረረ ውላድካ ምብላዕ ካብ ተጀመረ ቀልጢፍካ ምጻእ መደብ ከይሳዕረረ
ክንዛረብ ዶ ክንዛረብ ከማይ እንድሕር ኮንኩ ኣም ጀስት ሃርት ብሮክን ልበይ ብጣዕሚ በቃ መጀመርያስ ነታ ሰበይቲ ዝቐተላ ከላ ይመስልኒ ነይሩ ባይ ፋውንድ ኣውት እቶም ቆልዑ ጥራይ ንዓኣ ክረክብ ኢሉ እዩ ከምዚ ገይሩ ዘሎ ማለት ንዓኣ ልባ ክሰብራ ምክንያቱ ነቶም ቆልዑ ከም ደቁ ደይኮነ ከም ኤክስተንሽን ኦፍ ሂም ዳትስ ዋይ ኢካ ትሪኦም ደቆም ደርብዮም ካልእ ሓዳር ዝጅምሩ ሰብኡት ኢትስ ኖርማል ኣብዚኣ ሰበይቶም ገዲፎም ካልእቲ ሰበይቲ ይሕዙ ኣብኡ ከኣ ከም ብሓድሽ ይጅምሩ ነቶም ደቆም ዝወለድሎም ከበር ኣይገብርሎምን እዮም ደሃዮም ኣይገብሩን ወሊዶም ኣብቲ በቃ ከምዚ ስኢሎም ምሽ ኣሎ ኣብ ውሽጢ ሓደ ደቂቅ ገለመለ ዘርኦም ስለ ዘፍስሱ ከም ሽንቲ ገይሮም እዮም ዝሪእዎ ነቲ ዘርኦም። so ምስ ወለድካ ንመን መሪጽካ ምስ መን ትነብር ኣለኻ ምስ ምንታይ ዓይነት ትዋሰብ ኣለኻ እንድሕር ኣብ ግምት ዘይትእትዎ እንድሕር ኮንካ ራሲ ዩ ሪስኪን ናትካ ኦፍስፕሪንግ ነቲ ናትካ ዘርኢ ከላ ኢኻ ኣብ ሪስክ ትእትዎ ዘለኻ ከምዚ ሕጂ ስብዚ ካናዳ ዘጋጠመ ማለት እዩ ብዙሓት ከ ኣለዉ ደቆም ወሊዶም ታዕሪፋ ኢሎሞም ዘይፈልጡ ደቆም ደሃዮም ገይሮም ዘይፈልጡ ገሊኦም ከ ኣቢዩዝ ይገብርዎም ኣብ ሓዳር ከለዉ ንደቆም ኣቢዩዝ ይገብርዎም So ክምኡ ኮመን ተርእዮ ናይ ደቂ ተባዕትዮ ሰልፍሽነት ወይ ድማ ካብቲ ናይ ሂዩማኒቲ ዝወጸ ባህሪ ኮመን ተርእዮ እዩ እዚ ክንደይ ኣለዋ ደቂ ኣንስትዮ ደቀም ወሊዶም መንግስቲ ታሽሞም ከይፈልጦ ኢሎም እቲ ንሰበይቶም ከይሕግዙ ንደቆም ከይሕግዙ ነቲ ነቶም ደቆም ደቆም ነቲ ካብኦም ንዓጽሞም ደሞም ንዕኦም ከይሕግዙ ክብሉ ነታ ሰበይቲ ክቐጽዕዋ ዝጽዕሩ ማለት እዩ ስራሕ ዝነበሮም ስርሖም ገድፉ ፀሊም ይኣትዉ ኣብ ሰልፍ ኢምፕሎይመንት ኢሎም ምሻሎ ከይሕግዙ ነቶም ደቆም ከይሕግዙ ማለት እዩ ሕጂ እዚ ኣዲኡን ኣቦኡን ዘፍለጠን ደቂ ቆቲሉ ማለት እዩ ክንደይ ብሂወቶም ከሎ ከዓ ዝሳቅዎም ደቆም ኣሎ ስለዚ ደቂ ኣንስትዮ ፕሊስ ተሓላፍነት ንሕና ዊ ኣር ላይፍ ጊቨርስ ጌት ኪፐርስ ኦፍ ላይፍ ነታ ሂወት ንሕና ኢና ኣብ ኩሉ ኣብዛ ዓለም ዘሎ ዝፈጠርናዮ ዘምጻእናዮ ንሕና ኢና so ሓላፍነት ክንወስድ ኣለና ከመይ ጌርካ ትካባከቦ ከመይ ጌርካ ከኣኒ ትዕቅቦ መጀመርያ ንነብስካ ብምዕቃብ ንነብስካ ብ ኣብ ውሑስ safe ዝኮነ ፓርትነር መሪጽካ ወይ ድማ ዝኮነ ይኩን ተርእዮታት ምክንያቱ መብዛሕትኦም ጥዑያት ኮይኖም እንድዮም ዝቀርቡ ምስ ረኣኻዮ መን ምዃኖም ከለር ናቶም ክግለጸልካ ምስ ጀመረ ግን ባራ ቀይሕ ካርድ ሂብካ ከም ሽታ ማይ ክትከውን ኣለካ ተዘይኮይኑ ራዩ ጭብጢ ከዓ ክህልወካ ኣለዎ ምቲ መንግስቲ ካስተዲ ዝበሃል ነገር ኣሎ ፊፍቲ ፊፍቲ ገይሮም ስለ ዝመቕሉኻ ስለ ነቶም ቆልዑ ሼር ካስተዲ ዝበሃል ስለ ዘሎ ዴንጀረስ ምዃኑ እንድሕር ፈሊጥካ ወይ ድማ ምሳኻ ብዙሕ ጽልኢ ከም ዘለዎ እንድሕር ኣረጋጊጽክን ጭብጢ ሒዝክን ጸኒሕክን ሸርድ ካስትዲ ከም ዘይግብኦም ክትማጎታ ክትክእላ ኣለክን። እዚ ከኣ ካብ መጀመርያ ኣባንደን ከም ዝገበሩ ንደቆም ፓርትስፐንት ከም ዘይነበሩ ንዓኽን ኣቢዩዝ ከም ዝገበሩክን ሴፍ ከም ዘይኮኑ ክን ንቆልዓ ብቴክስት ድዩ ብገለመለ ጭብጢ ሒዝክን ጸኒሕክን ኢመይል ጌርክን ጽቡቕ ጥዑይ ጠበቓ ሒዝክን ሸርድ ካስትዲ ከም ዘይወስድ ትገብራ። ፕሊስ ቴክ ኢኒሽቲቭ ን ቢ ኣክቲቭ ፓርቲስፐንት ኦፍ ፕሪዘርቪን ናትክን ሂወት ናይቲ ቆልዓ ሂወትን ማለት እዩ ረኣያ ሕጂ ከዚ እዛ ሰበይቲ ብሕጂ ትነብር ዶ ኢልክን ትሓስባ ኣይ ኣይተብልና ከብዳ ኢዝ ላይክ ሃርት ብሮክን ሺ ኢዝ ፎርኤቨር ሃርት ብሮክን ኣይ ዶንት ቲንክ ሺ ኢዝ ጎና ሰርቫይቭ እቲ ሓዘን እቲ ሰሮ ማለት እዩ ሶ ነቶም ደቁ ከም ኤክስቴንሽን ናታ ናይታ ሰበይቲ ጌሩ እዩ ዝሪኦም ከምታ ናይታ ናይታ ሰበይቱ ንዓ ከጉህይ ኢሉ ቀቲልዎም ማለት እዩ ከም ናቱ ከም ናቱ ዓጽምን ደምን ጌሩ ኣይርኣዮምን ከምኡ ንክሪኦ ዓቅሚ የብሉን ከምዚ ሰብኣይ ሊደር እዩ መራሒ እዩ ሰብኣይ ናይ ሓንቲ ገዛ ክስታይ እዩ ገለገለ ዝበሃል ዘፈክ ከላም ፋርቅ ናይ ካልቸርን ናይ ሃይማኖትን ዘምጻልና ዘረባ ንጎኒ ኣቀሚጥና ሊደር ንስክን ምዃንክን ናይታ ገዛ ኣመሓደርቲ ሂወትን እታ ሽሙ ሪስፖንስብል ናይቲ ቆልዑ ንስኽን ከም ዝኾንክን ጌርክን ክትወስዳ ኣለክን እምበር ደቁ ስለ ዝኾኑ ሓልየሎም ገለ መለ ገለ ኖ ንዓኽን ኣቢዩዝ ክገብረክን ንሕ ጀሚሩ ብደቁ ኣይግደስን እዩ ንደቁ ንዓዩ ዘይጥዑይ እምበር ነቶም ደቁ ደኣ ክስታይ እንዲ ሮንግ ከምኡ ዝበሃል የለን ንዓኽን ድሃ ኣቢዩዝ ክገብሩኽን ጀሚሮም ብደቁ ኣይሓልዩን ምኽንያቱ ደቁ ዝሓልዩ እንተዝኾኑ ነታ ቀዳመይቲ ፕራይመሪ ኬር እታ ቀዳመይቲ ናምበር ዋን ተኸናኻኒትን ወላዲትን ኣቢዩዝ ኣይትገብራን ኢኻ ምኽንያቱ ንደቅኻ ትሓሊ ተኾይንካ ነታ ንደቅኻ ተኣልዮም ንዓኣ ኢኻ ትከባኸብ ስለዚ መጀመርያ ሳይን ኦፍ ኣቢዩዝ ምስ ረኣኽን ሽታ ማይ ኮይንክን ወይ ድማ ዳስ ኮንታክትክን ገለመለ ቅይርይር ኣቢልክን ዩ ሜክ ዮር ሰልፍ ኢንቪዚብል ከምዚ ንፋስ በቃ ከምዚ ንፋስ ኔራ ክረክበክን ከም ዘይብሉ ሳድ ሳድ ንደቂ ተባዕትዮ ንምባል ኣይኮንኩን ንምፅላም ንምኽፋእ ኣይኮንኩን ግን ኔቸር ናይ ወዲ ተባዕታይ ኢጎ ኣለዎም ኩሩዓት እዮም ኣመና ልዕሊ ዓቅምሎም እዮም ሰልፍ ኢንፍለይትድ በቃ ኢንፍለይትድ ዝኮነ ፕራይድ ኣለዎም ፕራይድ ከኣ ንውድቀት ትቅድመ ኢጎ ከኣ ኣሎ ኢጎ ከኣ ከምኡ ምስ ዝተኣሳሰረ እዩ ምስ ፕራይድን ምስ ክስታይ ኣንነትን ኮንትሮል ምግባር ንደቂ ሰባት ንጓል ኣንስተይቲ ድማ ንሓደ ከማኻ ሰብ ኮንትሮል ክገብሮ መሰል የብልካን ፈተውቲ ከብዶም እዮም ከዓኒ ሰብኣይ ብከብዲ እዩ ዝተሓዝ እናተባህለ ኢና ዓቢና ብከብዱ ዝተሓዝ ተኮይኑ ከዓኒ ፈታዊ ከብዲ እዩ ኣምላኹ ከዓ ከብዲ እዩ ከምዚኦም ዓይነት ሰባት ከዓ ግላጥነስ ይበሃሉ ብእንግሊሽ ስሱዓት እዮም ሰልፍሽ እዮም ብከብዶም እዮም ዝግዝኡ ብከብዶም ድሕር ጠምዮም ከዓ ንዓኻ እዮም ስጋኻ እዮም ዝበልዑኻ ስለዚ ኣንጻር ሰብኡት ኣይኮንኩን ዝዛረብ ዘለኹ እቲ ኔቸር ግን ክትፈልጦ ኣለካ ምስ ሰብኣይ ኢን ኮንታክት ክትመፅእ ከለካ ክትዋሰብ ከለካ ዩ ሃፍቲ ኖ ሁ ዩ ኣር ፔሪን ዊዝ ሶኒ ሰብኣይ መጀመርያ በታ ሻዓ ዘርኣየካ ፍቅሪ በቃ ኣብቲ ናይ ሃኒሙን ስቴጅ ከለካ ማዕረ ሽኮሪ ሟሕ ሟሕ በቃ ኣይ ላቭ ዩ ገለ ኖው ክትበኣሱ ከለኹም ክትኮራረዩ ከለኹም እንታይ ዓይነት ባህሪ የርእየኪ? ሳይለንት ዶ ይገብረኪ? ኢግኖር ዶ ይገብረኪ? ኣቢዩሲቭ ዶ ይኸውን? ዘረባ መሪር ዘረባ ፋይናንሽሊ ኣቢዩዝ ዶ ይገብረኪ? ክሓርቕ ከሎ That his truth nature እቲ ናይ ብሓቂ ባህርያቱ ክትባኣሱ ከለኹም ዘርእዮ ባህርያት ንሱ እዩ እቲ ናይ ብሓቂ ባህርያቱ ብኡ ምዘንዮ በቲ I love you ገለመለ ገለገለ no that's performative በቃ ካስማ ክትጅመር ከላ ዘርእየክር ባህሪ እሳ እታ ናይ ብሓቂ nature እያ ብኣኣ ኪዳ ቀዳሞት ነቲ ሕማቕ መንፈስ ዝጥቅዑ ወይ ድማ በዚ ናይ ኣቢዩሲቭ ዝኾነ ባህርያት ዝጥቅዑ ደቂ ተባዕትዮ እዮም ነቲ ናይ ጸልማት መንፈስ ቀልጢፎም ፖዘስ ዝኾኑ ንሳቶም እዮም ምክንያቱ they are so proud they are gluttonous ብከብዶም ዝግዝኡ እዮም ሴክሹዋል ዲዛይር ኣለዎም ፖርን ገለመለ ቪድዮ ዳውንሎድ ገይሮም ክሪኦ እዮም ዝውዕሉ ሕማቅ መንፈስ ቀልጢፍ እዩ ዝኣትዎም ሕማቅ መንፈስ ምስ ኣተዎም ከዓ ዳሓራይ እንታይ ገብሩ ማዓሰላማ ሪእክናኦ ኣለኹ ንዚ ንሪኦ ዘለና ኩልና እዩ ስለዚ ከም ሰብ ትጻመዳ ዘለኺ ንቀዳምነት ነቲ መርዓ ነቲ መውስቦ ገለመለ ንሂወትካ ኣብ ዴንጀር እንዳእተኻ መውስቦ ዝመጽእ እንታይ ዓይነት መውስቦ እዩ ሰብኣይ ኣለዋ ክትበሃላ ላይክ ካብ ሕጂ ንንዮ ዳሴት ክቋረጽ ኣለዎ እዚ ደንበርበር ዘይንስኻ መሲልካ ምስ ሰብኣይ ንክትነብር መርዓ ክትሕሉ ገለመለ ሓዳር ክትሕሉ ኢልካ ገለ ሓጎጽጎጽ ሳክሪፋይስ እንዳኸፈልካ ክተርፍ ኣለዎ ሂወትክን ኣብ ዴንጀር ዘእቱ እንድሕር ኮይኑ ኪኖ ሓፁር ዘይድርበ ምስ ሰብኣይ ምንባር ታይ እዛ ሓዳራ ክብረታ ገለ ገለ ገለ ዘይጠቅም ዘረባታት መንግስቲ እንዳ እናበረካሲ ሰብኣያ እዩ ክብረታ ኖ መንግስቲ ደው ይበልልኪ ጋድ ብለስ ዓዲ እንግሊዝ ጋዝ ብለስ ዘለኽኖ ዓዲ ኢልክን ንበራ ደቅኽን ከዓ ፕሮቴክት ግበራ ከምዛ ዘይጠቅም እንድሕር ኮይኑ እለይኦ ደቅኹም ደቅኽን ከዓኒ ብዝከኣለክን ከፊልክን ዲክን ወላ ዝግባእ መሰልክን ተጠቂምክን ሓዝኦም ነቲኦም ጠበቃታት ሼርድ ካስትዲ ኣቮይድ ኢት ዝከኣለክን ግበራ በጃክን because this is እንድሕር እንድሕር ጭራ ፈረስ ሒዝካ ኣይ ኣይትፈኑ ላይክ እንድሕር ሒዝክንኦ ሓንሳእ እቲ ቆልዓ እንድሕር ወሊድክን ፕሮቴክት ንክትገብርኦም ከዓኒ ክሳዕ መወዳእታ ክትበፅሓ ኣለክን ክሳዕ መወዳእታ ፕሮቴክት ክትገብሮም ኣለክን እምበር ምስ እንስሳ እንዳተጻመድካ ምስ እንስሳ እንዳተዋሰብካ ስቅ ኢልካ ከምዚ ብዘይ ፕሮቴክሽን ክትጻመድ የብልካን ምስ እዚኣቶም ምክንያቱ ትርእዮም ኣለኽን ዝወለድ ዝወለድዎም እዮም ከምዚ ክስታይ ዝገብሩ ናይ ሓንቲ ደቂቅ ሸይኖም ስለ ዝወልዱ ፍረ ናይቲ ውላድ ክብረት ናይ ውላድ ኣይርድኦምን እዩ ኣብ ሓንቲ ደቂቅ እዮም ዝውድኡ ስምዒቶም ከም ደርሆ ገፍገፍ ገፍገፍ ኢሎም ስለ ዝውድኡ ነቲ ዘርኦም ከም ሰብ ኣይሓስብዎን እዮም ከም ናቶም ኤክስቴንሽን ኣይርእይዎምን እዮም መብዛሕትኦም ፋይፍ ፐርሰን እዮም እቶም ጥዑያት ስለዚ እስኻትክን ኢኽን ዝኸበደ ሳክሪፋይስ ዝኸፍሎ እስኻትክን ኢኻ ናይ ውላድ ዋጋ ትፈልጣ ስለዚ ንስኻትክን ከኣ ፕሪዘርቭ ግበሮ ነብስኽን ከኣኒ ሓልዋ ዓቅባ I'm gonna keep posting from now on because I'm done I'm done
ደቁ ወይ ሰበይቱ ዝቐትል እንስሳ የለን። ደቁ ወይ ሰበይቱ ዝቐትል ሰብ ጥራሕ እዩ። ዋ ንምንታይ ዕላማ እዩ ኣብ ከምዚ ዓይነት ደረጃ ትወርዱ? ንምንታይ እንተ ገለ ነገር ዘይትገብሩ ወላ ናብ ሕክምና ዘይትኸዱ ከምዚ ዓይነት ስምዒት ክመፀኩም ከሎ ዝሓለፈስ ደሓን ሓሊፉ ኣሎ በቃ ሓሊፉ ኢልና ንሕለፉ። ዝሕለፍ ነገር ኣይኮነን ግን ሓሊፉ ኢልና ንሕለፎ ንብሕጂ ግን ከምኡ ዓይነት ስምዒት ክመፀኩም ከሎስ ወላ ሕክምና ዘይትኸዱ ከምዚ ዓይነት ናይ ሸይጣናዊ ድፍኢት ይመፀኒ ዶ ኢልኩምሲ ኢድኩም ዶ ይትህቡ ናብ ሕክምና ከይድኩም ኣነ ከምዚ ዓይነት ፈተነ ይመፀኒ ዶ ኢልኩም ዋላ ሓንሳብ ወላ ኣብ ገደል ዝፀንሑ ከመይ ዓይነት ፍጡራት እንታይ ዓይነት ኣተሓሳስባ ኣለኩም ዋ ከመይ ጌርኩም እኹም ህይወት ናይ ሰብ ክትሕልፉ ከ ከመይ ገይሩ ይመፀልኩም እንታይ ዓይነት ኣተሓሳስባ ድዩ ዘለኩም? በቃ ወላ ሓንቲ ግን ሓና መግለፂ ዝበሃል የብልና ክንዛረብ ከማን ኣይንኽእልን ኢና። እንታይ ዓይነት መሕፈራት ኢኹም? ካብ ምንታይ ዓይነት ሕብረተሰብ ኢኹም ፈሪኹም ንስኹም? ዋ ኣረ በጃኹም ተረጋጉ፣ ሕሰቡ። ወላ ዝተበደልኩም ተበደሉ ሲ ናብ ገለ እንዶ ኺዱ። እንታይ ዓይነት ምንባር ኢኻ ክትነብር ከተሓስብ ዲኻ ስኻ ሰብ ቀቲልካ?
ዋ ክልተ ደቁ ባዕሉ ቀቲሉ ንፖሊስካ ባዕሉ ሓቢርዎም። እዚ ኣብ ካልጋሪ ካናዳ ደጋጠመ ዜና ብእዋኑ ነሽነሽ ሓውና ሓቢሩ ኢዩ ካልኦት ዊን ኣብ እዋኑ ኣብ ሰዓቱን ሓቢሮም ኢዮም እዚ ኹሉ ህዝብና ሰሚዕዎ ድርከብ ኢዩ። ዝሓለፈ ሓበሻ ንሰበይቱ ቀቲልዋ ክንሰምዕ ከለና እንታይ ኢና ንብል ይሕሪቃቶ ትኸውን ከምዚ ኢላ ዘምያ ትኸውን ብዙሕ ዘረባታት ኢዩ ዝዝረብ ንደቁ ባዕሉ ዝወለዶም ቀቲሉ ንፖሊስ ከኣ ቀቲለዮም ኣለኹ ኢሉ እንድሕር ሓቢሩ ግን እዚ ጭካነ ኣይኮንና ውን ክንብሎ እዚ ቀሊል ነገር ኣይኮነን እዚ ናይ ኣእምሮ ጸገም እዩ ቀሊል ሕማም ኣይኮነን። ሕብረተሰብና ናብ ከምዚ ዘእትዎ ዘሎ ጠንቂ ግን እንታይ እዩ ኣነ ብወገነይ ሾሻል ሜድያ ክብል ይኽእል ሾሻል ሜድያ እዞም ኣወዳት እዚኦም እዘን ኣዋልድ እዚኤን ከምዚ ተገበራ ዝብል በጀካ ሕሕማቑ ክንደይ ሓዳር ድገብሩ ክንደይ ደቕን ዘለዎም ሓዳር ኣይነምጽን ኢና እቲ ሕሕማቑ ኢና ነምጽእ እቲ ከክፉኡ ስለ ዝመጽእ እዚ ከም ሓደ ጠንቂ ክረኣ ይከኣል ደሎ ከኣ ሲስተም እዩ። ሲስተም ናይ ጸዓዱ ኣምካይዶ ንዓና ንዕኦም ውን ይኸብዶም እዩ። ኣዚዩ እዩ ዝኸብዶም ኣዚዩ እዩ ዋጋ ደኽሎም ንሳቶም ጊን ሓንቲ ጽብቕቲ ነገር ድላቶም ከመይ ገሮም ሃንድል ይገብርዎ ንሶም ይሕሹ ንሕና ቀልጢፍና ኢና ንጥቃዕ ስለዚ ዓሉ ምኽንያት ከም ሕብረተሰብ ሰማዒ ስለ ዘይብልና እዩ። ንሕና ኩሉ ግዜ ኩሉ ነገር ኣብ ውሽጥና ንገብሮ ሰማዒ እንተ ዘይብልካ ካልእ መንገዲ ዘርእየካ እንተ ዘይሃልዩ እንታይ ትገብር ናብ ከምዚ ዲስ ኦርደር ናይ መንታሊቲ ትጥቃዕ እሞ ትገብሮን ትውስኖን ደይትፈልጥ ሰብ ትኸውን ኣነ እዚ ሰለስተ እዚኤን ከም ሓደ ጠንቂ ኣብ ሓበሻ ክብለን ዝኽእል እየን ዓበይቲ ሰባት እስከ ኣብዚ ዓቢ ሓሳብ ጽሓፉ ኩልና ከም ሕብረተሰብ ብሓንሳብ ዘልማዓና ነገር ንግበር Thank you።
ፍትሒ ንህፃናት ፍትሒ ነዞም ዝተበደሉ ህፃናት ፍትሒ ንህፃናት ይብል ኣለኹ ምናልባት እዚ ሓውና እንታይ ገይሮም ይኹን ቀቲልዎም ይኸውን ነዞም ደቁ ኢለ እንዲ ክሓስብ ፀኒሐ ምናልባት ዶብቲ መኪና ምስ ኣተውስ ሽንቲ ክሸይ እንደ ኢሎም ይኾኑ ደው ኣብለና ለካለካ ግዝኣልና ዶ ኢሎም ይኾኑ ንኺድ ናብቲ ድኳን ውሰደና ቸኮላታ ግዝኣልና ዶ ኢሎሞ ኾኑ ወይ ገለ ቴለፎን ሒዙ ነይሩ እሞ ጫው ጫው ኢሎም ደረብሾም ኾኑ ስለዚ ዶ ቀቲልዎም ይኸውን ኢለ ይሓስብ ነይረ ክኸውን ይኽእል እዩ ዋይ ዘይጥዑይ ሰብ ሰብ ንምቕታል ምክንያት ኣይድልዮን እዩ ኣብ ፅቡቅ ኩነታት ዘየለ ሰብ ውሽጣዊ ሰላም ውሽጣዊ ርሓት ውሽጣዊ ድቃስ ዘይብሉ ሰብ ሰብ ንምቕታል ምክንያት ኣይድልዮን እዩ ወላ መገድ መገድ እንተኸደ ዝፀንሖ ሰብ ክቐትል ይኽእል እዩ ኩልና ነናትና ታሪኽ ንፈልጦ ህልወና ኸውን ዝተጸለለ ንብሎ በቲ ኖርማል ኣባህላ ዝሓመመ ሰብ ኣድኡ ቀትል ኣቡ ቀትል ወዱ ቀትል ሰበይቱ ቀትል ገለ ቀትል ኣዶም ዝቐትሉ ብቐረባ ንፈልጥ ማለት እዩ ሕጂ ኸ ደቅኻ ምቕታል መፅዩ ሕጂ ኣብ ደሓን ኩነታት እንተዘይሊኻ ኣብ ሕማቕ ኩነታት ተሊኻ ውሽጥኻ ሰላም እንተዘይብሉ ብዝተፈላለየ ምክንያት ንዝኾነ ሰብ ክትቀትል ምክንያት ኣይድልየካን እዩ ነዞም ህፃናት ግን ፍትሒ ይብል ኣለኹ ኣብ ከባቢና ሰላም ዘይብሉ ሰብ እንድሕር ርኢና ገለ ነገር ክገብር ምዃኑ ርዱእ ነገር እዩ ንሕና ግን ከም ሕብረተሰብ ዓገብ ኣይንብል ንዓ እዚኣ ፅብቕቲ ይኮነትን ኣይንብል ገለ ይንብል እንታይ ገድሽኒ ኢልካትም ድሓር ሓደ ነገር ምስ ኣጋጠመ ሓዘንተኛ ትመስል ፍትሒ ንህፃናት ዘሕዝን እዩ ባይዘወይ
ኣነ ዝመስለኒ ዝነበረስ ውላድ ወሊድካ ሲ በቃ ሂወትካ ትሓልፈሉ ሂወትካስ ትሓልፈሉ በቃ ከይ ከይሓመካ ከይቆረካ ከይጠመየካ ኢልካ ንውላድካ ትነበር ንውላድካ ኡፍ ኡፍ ትብለሉ ይመስለኒ ነይሩ እምበር እንታይ ዓይነት ጭካን ሃሊካ ኢኻ ግን ንውላድካ ናብዚ ዓለም እዚ ምፂኻስ ብሂወት ክትወስዶም ግን እንታይ ዓይነት ጭካኔ እዩ ሃሊኩም እዞም ኣዳት ኣሕዋትና ግን ናይ ብሓቂ ሕጂ ሲ በቃ ኣኽፍ ኢኹም በቃ ቅድሚ ሕጂ ኣብ ኣሕዋትና በዓል ቤቱ በዓል ቤታ ቀቲልዋ ከምዚ ገይርዋ ንሰምዕ ነርና ሕጂ ንሱ ከዓ ተረሲዑ እንዳበልና ከዓ ንሲ ሕጂ ከዓ ውላድኩም ምምፃእኹም ሲ እንታይ ትኾኑ ኣለኹም እንታይ ዓይነት ጭካኔ ሃሊኩም ግን እንደ ማዕረ ክንድኡ ደብጽሓኩም ዘሎስ እንታይ እዩ? ኣብ ሓዳር እኮ እግዚኣብሔር ዝፈትዎ እዩ። ኣብ ሓዳር ኣም ክሳብ ዘለኣለም ክትነብሩ ኣብ ውላድ በጺሕካ ክሳብ ዘለካ ኣብዚ ዓለም ብሓደ ክትነብር እንድሕር ንሱ ተዘይከታካ ኢሉ ግን እንድሕር ዘይተደላለኹም ግን ኩሉ ግዜ እንዲ ሓደ ዘይደለየካ ዝኸውን ኣብ ሓዳር እንድሕር እሳ ዘይደለየትካ በቃ ጻዕዳ ጽናሕኺ እንድሕር ወሊድካ ንውላድካ ክትብል ግዜ ትህቦም እቲ ናይ ኣቦ ፍቕሪ ትህቦም እንድሕር ዘይወለድኩም ግን እንድሕር እታ ሰብ እቲኣ ዘይደለየትካ ግን ብሓይሊ ትድለያ ንሰብ ገዲድካ ክትግድዶ ይትኽእልኒ ከምሳኻ ክነብር በቃ ጻዕዳ ኣጽናዕኺ እቲ ዘሕለፍኩሞ ፍቕሪ ንዑ ርኢኻ በቃ ጽቡቕ ተመነ ኢላ ንተፍቅሮ ሰብ እኮ ኣብ ሂወትካ ክትኮስሮ ዘይትደሊ ሰብ እኮ ጽቡቕ ጥራይ ክትምነየሉ እንድሕር እስኻ ተፍቅራ ኮንካስ ጽቡቅ ጥራይ ኢኻ ክትምነየላ ከመይ ጌርካ ኢኻ ከማን ሂወታ ትወስደላ ስለ ንፋታሕ ዝበለትካ ወይ እንታይ ዓይነት ፍቅሪ እዩ ኣብኣ ዘለካ እዚ ጭካነ እምበር ፍቅሪ ክኾን ኣይክእልኒ ምክንያቱስ ኣነ ዝፈልጥ ንተፍቅሮ ሰብሲ በቃ ጽቡቅ ጥራይ ትምነየሉ በቃ ጻዕዳ ጽናሕካ ኣብ ትኸዶ ሰላም ጥራይ ዝምነየልካ ኢልካ ብሰላም ክትፋነዎ ትደሊ እምበር ገዲድካ ምሳኻ ክታሽሞት ክትገብሮ ኣይትኽእልን ኢኻ በጃኹም እቶም ኣወዳት እቶም ዝነኣስኩም ዓበይትኹም ማለት እዩ በጃኹም እንድሕር ከምዚታት ሕማቕ ሓሳባት ዝመፀኩም ኮይኑ ሓገዝ ኣምፁ ንዕርኹትኹም ዲኹም መሓዙትኩም ድዩ ናብ ስድራ ቤትኩም ኬድኩም በቃ ተዘራርቦም ኣነ ከምዚ ሕማቕ ሓሳብ ዝመፀኒ ኣሎ ከምዚ ኮይነ ኣለኹ ሓገዝ ደልየ ክትልኩሞም ክሕግዙኹም እዮም ገሊኹም ኣለኹም ወላ ኣወዳት ኣብ ፍቅሪ ኣብ ሓዳር ዘይኣተኹም ግን ኣብ ፍቅሪ ከለኹም ነተን ኣዋልድ ስለ ዘፍቅራኹም ስለ ንሰን ዝደላ ስለ ዝደለይኹም በቃ ተባሳጭወን ተባሳጭዎን በቃ ከምዚ ከምዚ ከምዚ እንደ ገይረ ከምዚ ገለ ኢልኩም ከም መንፍዓት መሲልኩም ዝገበርኩሞ ምስታ ጓል ናብ ኩሉ ተዘራርቡ ማለት እዩ እዚ ጅግንነት ኣይኮነን ሕምቅነት እዩ ሶም ኣዝያ ድኹማት ሕማቓት ሰባት ኢኹም ማለት እዩ ሕማቓት ናይ መወዳእታ ሕማቓት ሰባት ኢኹም ነሕዋትኩም ኣብ ስደት ኢኹም ዘለኹም ከም ዓበይቲ ከም ዓበይቲ ኣሕዋቶም ኮንኩም ከማን ክትድግፍወን ኢክን ዘለኩም ኣጆኺ ከምዚ ኢልኩም ክትደጋገፉ እዩ ዘለና እምበር ብጃኹም ኣይትጨኩንልን በቃ ኣይትጨኩንልን እንድሕር ምዳና እንድሕር ደይለለየትኩም በቃ መገዲ ፃዕዳ ፅናሕኪ ጥራይ ክትብሉና ዘለኹም ያ ወላ ሓንቲ ኻል ክብል ኣይክእልን እየ ናይ ዘረባ ሕጽረት ከማን ይገድለይ ኣዝዩ እዩ ሕማቅ ተሰሚዕኒ ማለት እዩ ኣዝዩ ናይ መወዳእታ ናይ መወዳእታ በቃ ነታ ኣደ ከኣኒ በቃ እግዚኣብሔር ሲ ዘይውዳእ ሓይሊ ሃባ በቃ ናይ መወዳእታ ዘይውዳእ ሓይሊ በቃ ኣኽእሎ ሃባ ዓቂ ዘረባ ከቢድ እንዲዩ ክትክእሎ ከምዚ ኣይኳን ንዓኣሲ ንዓና ከማኒሲ ሕማቅ ተሰሚዕና እዩ ከምዚ ክንክእሎስ በቃ ብውሽጥና ሕማቅ ተሰሚዑና እዩ ንዓ ግን በቃ እግዚኣብሔር ናይ መወዳእታ ኣኸእሎ ሃባ በቃ ሓይልስ ይሃባ ነቶም ኣወዳት ካልኦት ግን ብሕጂ ክንሰምዕ ኣይንደልና ሰብኣያ ቀቲልዋ ከምዚ ገይርዋ ክንሰምዕ ጠቕላላ ኣይንደልና ናይ መወዳእታይ ተወዲኡና እዩ ከምዚ ድሓር ከዓኒ ናብ ካልእ ዜግነት እንድሕር ከይደን ተመርዐን ከዓ ስእለን ኣምፂኹም ታሽምት ገብረውን ስእለን ኣምፂኹም እዚኣ ርኣይዋ ከምዚ ገይራ ከምዚ ኢልኩም ትፃረፍዎ እንትውዕሉ ከዓ ሽዑ ንስኹም ኢኹም ንስኹም ኢኹም ከምዚ ኣብ ላይፍ ድዩ ኣብ ገለ ድዩ ስእለን ጠቂዕኹም ትዛረብዎን ትውዕሉ ትጻራረፍወን በቃ ትጸርፍወን ትውዕሉ እኮ ንስኻትኩም ኢኹም እቶም ኣወዳት ኣሕዋትና ሶ ብጃኹም ብዝተኻእለ መጠን ኣይት ታሽም ኣይትግበርወን ሞቢንግ ኣይትግበርወን ድሕር ናብ ድሌትን ድሌትን ይኹና ንዓኹም ዝምልከት ኣይኮነን ሶ ናተን ሂወት ክነብራ በጃኽን ግደፍወን በቃ። ሕጂ ንሕናስ ከመይ ኢልና ኢና ንምንታይ ኢኽን ናብ ናይጀርያ ትምርዓዋ ዘለኽን ወይ ከኣ ንምንታይ ኢኽን ናብ ካልእ ዓዲ ትምርዓዋ ዘለኽን ገለ ገለ ኢልና ደፊርና ክንዛረብ ንኽእል ኣብዚ ሕጂ ሰዓት ኣወዳት ግደፍዎ እምቦ ህፃን ህፃን እምቦ ግደፍዎ ወላ ሓንቲ ዘይፈልጥ ድሙን ከልቢ ንክቕተሎ ለውሩ ዝኾነሉ ማሕበረሰብ ወፂና ሲ ኣብዚ መፂና ህፃን ክንቀትል ከለና ይሕዋትና ይሕዋትና ኣንስትና ክንቀትል ከለና ሲ እዘን ኣዋልናስ እንታይ ይእትዋ ኣብ እምሮን ወይ ከዓ እንታይ ይሓስባልና ሓሲብና ንፈልጥ ዶ እዞም ሕዋት እስኪ ሓሲብና ንፈልጥ ዶ እምበር ሕዋትና ላ ከምቲ ናይ ቀደመ ነቐርበን ኣለዋ ድናዕና ንምንታይ መስለኩም ከምቲ ናይ ቀደመ ነቐርበን ኣለዋ ኣሕዋትና ቅድም ዳኣ ንዓና ሓበሻ ክርኣ ከለዋ ከማኔሲ ሕጉስ ሲነን ገለመለ ንቕላለያና ከማኔሲ ይህወኻ ነይረን ኣብዚ ሕጂ ሰዓት ከምኡ ኣሎ ድዩ ንምንታይ ኢልኩም ከ ሓሲብኩም ትፈልጡ ዶ ምክንያቱ በዝሑ በዝሑ ተሓደ ከይድ እትኸይድ ሰበይቱ ጎዝዩ ከምዚ ገይሩ ቀቲልዋ ተሓደ ከይድ ደቁ ባዕሉ ቀቲልዎም ምስ ሰበይቱ ኣቃፂልዎም ገለገለ እየን ዝሰምዓ ዘለዋ ከመይ ኢለን ደፊረን ክላለያ ናብዚ ሕጂ ሰዓት ኣነስ ንሓንቲ ሓፍተይሲ ንምንታይ ናብ ናይጀርያ ትኸዲ ዘለኺ ኢለ ሓቲተያስ ንስኹም ደኣ ከምዚ እንዲኹም ንስኹም ደኣ ኣሕዋትኩም ቀተልቲ እንዲኹም ንስኹም ደኣ ደቅኹም ቀተልቲ እንዲኹም ኢላ ተመሊሳትለይስ እንታይ ኢለ ክምልሰላ እንታይ ኢለ ክምልሰላ ኣይነ ኩላህና ወዳት እኮ ሓደ ኣይኮነን ግን በዞም በፃብዕቲ ዝቁፀሩ ሰባት ኩላህና ንልከም ኣለና ግን ኩላህና ከዓ ተግባርና ንፋለጥ ኢና ኣብዚ ስደት ዘለና እንታይ እንታይ ከም ንገብር ግደፎ እሞ ዋላ ኣሚናትና ምሳና ሻሂ ትስተምቦ ምሳና ሓዲራ ገለ ገለ ኢልና ገለ ኮና ወረ ነዚሕና ሽማ ንኽፍኣና ሓንቲ ጓል እንታይ ከም ንገብር እኮ ፅቡቅ ጌርና ንፋለጥ ኢና ወዳት ኣብዚ ዘለና ኩላና ዋላ ኣሚናትና ምሳና ትሕደርሲ ንሳ ዘይትፈልጦ ስእሊ ስኢልና ገለ መለስ ንዕርኹትና ረኣይዎ ምስ ሓዲረ ገለ ገለ ኢልና ኣሚና ምሳና ዝሓደ ድረስ ኣሚና ምሳና ዝሓደ ረሲ ይሕሊፍና ንህባ ከምኡ ዘይኮና ንገብር ወዳት ኩላና እኮ ንፋለጥ ኢና ኣብ ስደት ዘለና በሉ ክትፈልጡ ኣሕዋትና ኣብ ኢድና እየን ዘለዋ ባዕልና ንህድመ ባዕልና ከዓ ንመዝን እዚ እዩ ሓቂ ንምንታይ ናብ ናይጀርያ ከድክ ንምንታይ ናብ ገለገለ ገለ ደፊርና ክንዛረብ ከማን ኣይንኽእል ኢና ኣብዚ ሕጂ ሰዓት ደፊርና ሲ ክንዛረብ ኣይንኽእል ኢና ክትፈልጡ እንደ ብቻ ግዚኡ ከቢድን እዩ ዘሎ ብጣዕሚ ብፀሎት ጥራሕ ክፍታሕ ዝኽእል ኣይዶኖ ብሰላም ከዓ ናብቲ ዓድና ይምለሰና እንድዒ በቃ ገለ ተኣምር መፂስ ብሰላም ናብቲ ዓድና ይምለሰና እምበር ሕማቕ ኢና ዘለና ምስ ሕጂ ሰዓት ብእውነት የብለኩም ዘለኹ ንሰምዖ ዘበለ ንሪኦ ዘበለ ኩሉ በቃ ሕማቕ እዩ በቃ ብዛዕባ ሓበሻስ ኩኡ ነገር ጥራሕ ኢኻ ዝሰምዕ ኣብዚ ሕጂ ሰዓት ኣይዶኖ እንታይ ይሁን ድዒ ብቻ ፀሎት ንግበር ኣብ ቅድሚ ኣምላኽ ጋይስ ፀሎት ንግበር እዞም ኣሕዋት ጸሎት ንግበር በቃ ንሱ እዩ ዘሎ ሓደ መፍትሒ ብሰላም ንዓድና ክመልሰና ጸሎት ንግበር እምበር ስደስ እንድዒ ፅንሕ ኢሉ ገለ ከርእና እዩ ዞም ኣሕዋት
እንታይ ክብል መፅ ይመስለኩም ደቂ ሽባይ ሻሎም ኮ ምብዛሓለ ሻሎም ኣይረስዓኹም ኩልና እዞም ተሰዲድና ብሰሃራ ብሊብያ ብዝተፈላለየ መንገዲ ናብ ካልእ ሃገራት ኬድና ዘለና ማለት ካብ ሃገርና ወፂና ናብ ካልእ ዓድታት ኬድና ዘለና ጥዑያት ኣይኮና እመኑሉ ናይ እምሮ ፀገም ኣለና ሓገዝ ንደሊ ሰባት ኢና ኣይንዛረበሉን ጥራይ ስለዘይንዛረብ ዝበዝሐ ሰብ ስለዘይዛረብ እዩ እምበር ሜንታሊቲ ናቱ ኖርማል ኣይኮነን ኖርማል ይሓስብ እዩ ቢኮዝ ላይፍ ንዕኡ ከባድ እያ ብስደት ወፂኡ ሕጂ ሓገዝ ምሕታት ሓገዝ ክትሓትት ኣለካ ንጎረቤትካ ንፋሚልኻ ንቤተሰብ ንመሓዛ ክትነግሮ ዘይትኽእል ነገር ናብ ዶክተርካ ፋሚሊ ዶክተርካ ከድካ ኣይ ፊል ከምዚ ከምዚ ከምዚ ከምዚ ከምዚ ዝስምዓኒ ኣሎ ዋላ እውን ንነብስኻ ትፈታተነሉ ግዜ ከምዚ ይኸውን ኣለኹ እንታይ ክገብር እንታይ ትሕግዝኒ ዋየ ከምዚ ዝኸውን ዘለኹ ሓንሳብ ሓንሳብ ደቂ ሸቆይ መፍትሒኡ ንእሽተይ ክንዲዚኣ ኮላ ብጣዕሚ ፀቢብ ዝመስለካ ነገር ክትበፅሖ ዘይትኽእል ዝመስለካ ነገር ኣሎ ብሂወትና ግን ሓገዝ ትሓትት ምክንያቱ ቤንኻ ኣይትኽእሎን ኢኻ ሰብ ብሓደ ኢዶ ኣየጣቕዑን ህይወት ከባድ እያ ህይወት ሲ ብጣዕሚ ብጣዕሚ ካብ ትሓስቦ ንላዕሊ ቀላል የለን ፈተና እዩ ብዚ ምድሪ ምንባር እንዳተፈተንካ እንዳሓለፍካ እንዳተረፍካ ኢኻ ትነብር ከይንተርፍ ከኣ ክነጽንዕ ኣለና። ከምዚ ልክዕ ኣብ ዕዮ ገዛ ኣብ ትምህርቲ ሂቦምኹም ከይትተርፉ ተጽንዑ ነታ ፈተና ንክትሓልፏ ንህይወት ንክትሓልፋ ከዓ ደቂ ሽቆይ ክተጽንዕ ክትክእል ኣለካ ስለዚ እቲ ዘሎ እቲ ውሽጥና ዝስማዓና ነገር ሳንታይ ንነብስና ሓቲትና ሲ ንሕና ክንፈትሖ ዘይንኽእል ኮይኑ ዝስማዓና ናብ ክፈትሑ ዝኽእሉ ምሁራት ናይ ከምኡ ምኻድ ሲ ኢትስ ላይክ ኣይትሕፍሩ ሓገዝ ንክትሓትት ኣይትሕፈር ሒዝካዮ ሱቅ ኣይትበል ሒዝክዮ ሱቅ ኣይትበሊ ተዛረቡ ንመሓዛ ንጎረቤት ንቤተሰብ ክትዛረቡ ይከኣልኩምን ምስ ዝኽእሉ ናይ ከምኡ ሰብ ሞያ ተዛረቡ ክትጥዕዩ እምበር ክጥዕያት ኣይኮናን ካበይ ጀሚርካ ካባይ ጀሚርካ ሲ ጥዑያት ኣይኮናን ብጣዕሚ ፀቕጢ ኣሎ ብጣዕሚ ፕሊስ ደቂ ሽቆይ ዋ ሓደ ቦሲ ክልተ ደቂ ጥፍዎም ትቐልል ው ትቐትልዎም ኢልካ ዘረባ እወይ እወይ እወይ እወይ ኣተይ እወይ ኣነ መዲና ኣለሞ ቦይ እወይ ብሽም የሱስ ወይ ኣነ ደቀይ እውይ እውይ እውይ በጃኹም በጃኹም በጃኹም ሓገዝ ሕተቱ በጃኹም ኢለኩም በጃኹም ሓገዝ ሕተቱ ኣታ በጃኹም ቀሊል እታ እታ ቀሊላ እዛ ናብራ እታ ደቂ ሸቆይ ቀላል እያ ቀላል እያ ንሸዓ ሕልፍ ትብለልካ እታ ፀገም እታ ጭንቀት ንሻዕ ኣሕለፍ ትብለልካ እንቃዕ ኣተንፊስኩም ኣተንፊስኩም ሕሰቡ ቅድሚ ምግባርኩም ነገራት በጃኹም ኢለኩም ጸልዩ ጸልዩ ናብ ኣምላኽኩም ጸልዩ ምስ ኣምላኽኩም ተዘራረቡ በብትኣምንዎ ሃይማኖት ጸልዩ ደቂ ሽቆይ ጸልዩ ተንበርኪኽኩም ጸልዩ መሓረኒ በቃ እናገፈኒ ዝሕማቕ ዝስማዕኒ ዘሎ ነገራት ባዕልኻ እለዮ በሉ ጸልዩ መዓልታዊ ንጎ ክትወፅእ ምሸት ክትድቅስ ናይዛ መዓልቲ እዚኣ ዘውዓልካኒ ተመስገን ንዝሓድር ለይቲ ከዓ ኣሕሊፈ ይበካ ኣለኹ በዓልካ ባርክ ኮይልኩም ጸልዩ ሓገዝ ሕተቱ በቃ እወይ ሻሎምኩም ይብዛሓለይ
ሃሎ ፅቡቃት ከመይ ሓዲርኩም ኩልና ከም ንሰምዖ ዘለና ኣብ ካልግሪ ሓደ ወዲ ሰላሳን ሸውዓተን ዝዕድሚኡ ኤርትራዊ ኣቦ ተረቁ ባዕሉ ቀቲልዎም ይበሃል ኣሎ This is my third time I'm trying to make this video. ኣሕዋተይ ድሕሪ ሜንታል ሄልት ፀገም ኣለኩም በጃኹም ሓገዝ ሕተቱ ሓወይ ሓፍቲ ኣብ ሓዳር ከለኻ እንድሕር ፈሊጥካ እቲ ብፃይ ካብኡ ብፃይኪ ሓገዝ የድልዮ ኣሎ ፕሊስ ናብ ሕክምና ውሰድዎም ኣብዚኦም ክልተ ሰብ ሓንሳብ ዝነብሩ ነበሩ በቲ ሪፖርት ናይ ካልግሪ ኦፍ ፖሊስ ዝሰማዕክዎ ዝረኣኽዎ ሽዱሽተ ዓመት እዮም ብሓንሳብ ነይሮም ሓደ ዓመት ታደይ መወዳእታ ሰፕሬት ኮይኖም ሰብ ሓዳር ኣይኮኑ እዩ ዝብል ኮመን ኢንሎ ማለት ሲ ተጠራኒፎም እዮም ዝነብሩ እዩ ዝብል ኣብቲ ሪፖርት ዝረኣኽዎ እዩ ግን ኣብዚ ውሽጢ እዚ ዓመታት እዚ ሽዱሽተ ግዜ ፖሊስ ናብቲ ገዛ ተፀዊዖም ከም ዝኸዱ ብቫይለንስ ኣብቲ ገዛ ተፀዊዖም ሽዱሽተ ዝተፈላለየ ግዜ ከም ዝኸዱ እዩ ዝሕብር ኣሕዋታት ሰሬድ ፍላግ እዚ ሰብ እዚ ሀልፕ ምሕታት የሕዋተይ ድኽመት ኣይኮነን ብርታዕ እዩ ንሕና እውን እቶም ኣብ ከባቢ ዘለና ከም ኮሚኒቲ ኢፍ ዊ ሲ ሳምቲንግ ሓደ ሰብ ቁሩብ ባህርያቱ ኤክስትሪም እንድሕር ኮይኑ ዊ ሽድ ሀልፕ ደም ዊ ሽድ ሰይ ኦኬ ኢትስ ታይም ቱ ጎ ሲክ ሀልፕ ካልኣይ ከዓ ኣብዚ ኮሚኒቲ ከዓ ሌብል ኣይንግበር ሰብ እንድሕር ከምዚ ይኸውን ኣለኹ ከምዚ ይኸውን ኣለኹ ይጭነቕ ኣለኹ ኢልካ ሸለል ኢልካ ይትረአ ታኸላ እዚ ደኣ ኖርማል ሰብኣይ እንዲኻ ገለ ኣይትበሉ በጃኹም ኢለኩም ኣይትበሉ You're not a doctor say ዓርከይ ሓወይ ዓርከይ ድኻ go to the doctor it could be an easy thing ኣብ ሓዳር ሰብኣይን ሰበይትን ምትህርራም ኣለዎ እውን ከዓ ከምዚ ይገብረኒ ኣሎ ኢላ ሰበይቲ ክትወፅእ ከላ ሑሕ ኣይትበልዋ ተረዲእኩም ሑሕ ኣይትበልዋ ቢካዝ ደይ ነው ክልቲኦም ይፋለጡ እዮም ፕሮቴክሽን ኢዝ ኢምፖርታንት ንሕና እንታይ ኢና ንገብር ኣለና ነቲ ቁስሊ ንሓብጡ ኣለና እቲ ቁስሊ ተዓቢጡ ተዓቢጡ ከዓ በሻዕሻዕ ኢሉ እዩ ዝወፅእ ኣነ ኢቨን ኣብዚ ቲክቶከር ካብ ዝኸውን ሳምታይምስ ማይ ፕራይቨት መሴጅስ ኣይ ሃቭ ብሎክት ናው ቢካዝ ኣይ ካን ሃንድል ሃንድል ክብሎ ስለዘይካልኩ ምክንያቱ እቲ ዝመፀኒ መሰጃት ኢስ ቬሪ ሃርድ ቱ ሂር ወት ሰምዋን ኢስ ጎይንግ ስሩ and I feel helpless ነቲ ሰብ ክሕግዞ ስለ ዘይክእል ውሽጠይ ይሰባበር እምሮይ ይትንክፈኒ ማለት እዩ እንታይ ክብለኩም እየ መፅእ ኣሕዋተይ በጃኹም ሲክ ሃልፕ ሕሕክ ኣይንበል ኣብዚ ቲክቶክ መፂኹም ኣፍኩም ድመናልኩም ትዛረቡ ሰባት በጃኹም ሪዛልት እዚ ኩሉ ትመፅኣና ደሎ ህፃን ሓዚ ዘይፈልጡ ቆልዑ ሓደና ናይ ከም ዝኾኑ እዚ ሶሳድ ብዝኾነ እግዚኣብሔር ፅናዕ ምፅንናዕ ይሃብ ንወላዲት ኣይ ካንት ኢማጅን ንሙብሉ ፋሚሊ ኣይ ፕሬይ ፎር ሂሊንግ ኮምፎርት ፒስ ኣብዚ ከቢድ ግዜ ሲክ ሄልፕ ይሕዋት በጃኹም ዝወስደልካ ውላድካ የለን ኢፍ ዩር ሲኪንግ ሄልፕ ብውላድካ ዝወስደልካ የለን ውላድካ ግን ፕሮቴክት ክተግሮ ክተፍቅሮ ክትዕብዮ እምበር ኣደዳና ናትካ ሕማም ክኸውን ኣይኮነን ተወሊዱ
ንደቅኻ ምቕታል እንታይ ዝበልዎ ቋንቋ እዩ እዚ እንታይ ዝበልዎ ክፉእ ዝኾነ ስማዕ እዩ ምስ ሰይበይትኻ ስለ ዘይተረዳእዳእኻ ኣብ ፍትሕ ስለ ዝበጻሕኻ ደቅኻ ንምንታይ ትቐትሎም እዞም ቆልዑ ኣቦኦም ክቐትሎም እንከሎሲ እንታይ ኢሎሞ ኸውን ባባ እንታይ ጌርናካ በጃኻ ግደፈና ክብልዎ ከለውሲ ንክቐትሎም ከሕምሞም ከቐንዝዎም እንከሎሲ እንታይ ኮይኑ ዘይደንገጸሎም ብጣዕሚ እዚ ሰይጣናዊ ኣተሓሳስባ እዩ ሰብኣዊ ኣተሓሳስባ ኣይኮነን ኣነ እንታይ ፈሪሐ እስኪ እዞም ኣብዚ ዓዲ ወሊድና እነዕብዮም ደቅና ነዚ ዜና ክሰምዑ ከለዉ ኣብ ኤርትራውያን ሕብረተሰብ ኣብ ኤርትራውያን ኣቦታት እንታይ ዓይነት ጽልኢት ከሕድሩ ይኽእሉ ኢለ ፈሪሐ ናይ ብሓቂ ክነግረኩም ኣብ ኣሜሪካ ወሊድና ንዕብዮም ዘለና ቆልዑ እዚ ዜና እዚ ክሰምዑ እንድሕር ክኢሎም ንነፍሲ ወከፍ ኣቦታቶም ክፈርሑ እዮም እመኑኒ ክፈርሑ እዮም ምክንያቱም ኤርትራውያን ኢና ብከምዚ ዓይነት መንገዲ ብከምዚ ዓይነት መንገዲ ዝኽየድ ኣካይዳ ናይ መወዳእታ ከዕንወና ከጥፍኣና ስጋብ መወዳእታ ከጽንተና እንተዘይኮይኑ ጠቕመና ነገር የብሉን ክንበራበር ክንጋእ ይግባኣና እዩ ብኩሉ ነገር ብኩሉ ነገር ቤተ ክርስቲያን ፈሊና ኮሚኒቲ ፈሊና ማሕበራዊ ህይወትና ፋሕፋሕፋሕ ኢሉ ደጋፊ ስለ ዝኾነ ተቃዋሚ ስለ ዝኾነ እናበልና ጣዕሚ ዝገርመኒ ብጣዕሚ ካብዚ ንላዕሊ ዘሕፍር ደቂ ተባዕትዮ እንፍጽሞ ዘለና ዘሕፍር ነገር ወላ ሓደ ክህሉ ኣይክእልን እዩ እዘን ብዜናታት ኣብ ኣውሮፓ ዝሰማዕናዮም ብሰብኡተን ዝተቐተላ ኣዴታት ሕጂ ከኣ በቦኦም ዝተቀትሉ ህጻናት ንሰምዕ ኣለና ሰብኡት ኢና ፈጺምናዮ እሞ ኣነ ናይ መጨረሻይ ሓፊረ በቃ እግዚኣብሄር ይሓልወና እግዚኣብሄር ካብ ከምዚ ዓይነት ስምዒት ይሓልወና ልዕሊ ኩሉ ግን ከምዚ ዓይነት ኩነታት ክበጽሕ ዝኸኣለ ካብ ኣምላኽና እስኪ ኣይንርሓቕ ካብ ፈጣሪና እስኪ ኣይንርሓቕ እስኪ እምነት ኣብ ኣምላኽና ይሃልወና ንዝተፈጥረ ኣብ ውሽጢ ገዛ ዘሎ ሽግር ምሰበ ነብስካ እናተላዘብካ ሂንምሂን እናበልካ ህድእ እናበልካ ኣምላክ ልቦናካ ከፅንዓልካ ናብ ኣምላክ ገፅካ መሊስካ እዩ እምበር ኣይከውንን እዩ ንጓል ኣንስቴቲ ኣቦኣን ኣዲኣን ሓወቦኣን ኣኩኣን ሰብኣያ እዩ ኣብዚ ዓለም ሰብኣያ እዩ። ውይ ግን በስመኣም በስመኣም በስመኣም በስመኣም እንድዒ የሕፍር እዩ በቃ ኣምላኽ ልቦና ይሃበና። ንምንታይ ቀቲልዎም ነዞም ቆልዑ ክንፈልጦ እኮ ወላ ተዘይከኣልና ግምታት ኣሎ ግምታት ኣሎ ምናልባት ከሕርቃ ዶ ይኸውን ደልዩ ገለ ተብሊካ ግን ወላ ከተሕርቃ ኢልካ ሰብ ክትቀትል እዚ ገበን እዩ ትም ሰባት ገበን ዋ ብሰማይ ገበን ብምድሪ ገበን ለባም ሰብ እንታይ ድገብር መሲልካ ለባም ሓሪፍ ወይ ከኣ በዚ ናይ ዘመን ኣጸዋውዓ ሓሪፍ ሰብ እንታይ ድገብር እንሲልካ ሰበይቱ እንድሕር ተሸግሮ ተኾይና እንታይ ድገብር እንሲልኩም ሻንጥኡ ኣልዕል ኣቢሉ ሸተት ገዝኡ ተኻሪ ሰላም ነብር ኣርባዕተ ነጥቢ እዚኣ ናይ ሓራይፍ እያ ፈትንዋ ማለት እዩ ያለ ከምሳ ዱላ ምምዛዝ ካራ ምምዛዝ ገለ ያ ክተስሕተካ ትኽእልያ ክትሃርማ ገለ ትኽእልያ ግን ህደመላ ኣብ ከምኡ ተብጽሓካ ተኾይና ንክትሃርማ ትዕድመካ ተኾይና ብተደጋጋሚ ገለ ክትእልየላ ጥራይ ወይ ክትቅድመካ ወይ ክትቅድማ ኢኻ ሓደ መዓልቲ እያ ሓንቲ መዓልቲ ኣለኣ ማለት እዩ ብፍላይ ምስዚኤን ነግራማት ደቂ ኣንስትዮ ክትነብር ኣሸጋሪ እዩ ናርሲስት ዝበሃላ ደቂ ኣንስትዮ ኣለዋ ኖ ኖ ኖ ኖ ካብዚኤን ክትሃድም ጥራይ ዘለካ ብራዘር ሰብኣይ ምስ ሰበይቲ ጥራይ ክነብር ዝኽእል ርኢኻ ኣለኻ ኣዳምን ሄዋንን እዮም ክነብሩ ዝኽእሉ እምበር ክልተ ኣዳም ከመይ ጌርካ ትነብር ሓንቲ ሰበይቲ ናይ ሰብኣይ ባህሪ ተልዋ ንዓ ግጠም ትብለካ ተኾይና ባእሲ ትዕድመካ ተኾይና ዳርጋ ዳርጋ ትምልሰልካ ተኾይና ኦሬዲ ኣብቲ ገዛ ክልተ ሰብኡት ኮንኩም ኣለኹም ማለት እዩ ስለዚ ምስ ሰብኣይ ክትነብር ኣይትኽእልን ኢኻ ስለዚ ገለገለ ደቂ ኣንስትዮ ኣስማተን ጥራይ ናይ ደቂ ኣንስትዮ እምበር ባህርያተን ናይ ደቂ ተባዕትዮ ይኮ ናይ ገለገለ ደቂ ኣንስትዮ ተባእስትየን ተጻረፍትየን ኢደን እየን ዝስብስባ ገለ ብጣዕሚ ነግራማት እየን ሕጂ ምስዚኤን ክትነብር ስለ ዘይከኣል ኣብ ሽግር ካብ ትወድቕ ቻው ቻው ትዕበ ሓፍተይ ቻው እዝግሃርያ ቻው ሸማይነሽ ውነሽ ኢልካ ምኻድ እዩ ማለት እዩ ያ ተጋጊ ኣሕዋተይ ናይ ለባማት ሰያ ናይ ገደሸካ ራእይ እሞ እስኻ ህይወት እንድሕር ኣጥፊእኻ ሰብ እስኻ ቤት ኣሰርት ክታቱ ኢኻ ንሓዋሩ ክትሓቅቕ ኢኻ ደቅኻ ክዘኽትሙ እዮም ንሳ ክትመውት እያ ሕጂ ኣብ ምንቲ ምንታይ ማለት እዩ ኣብ ምንቲ ምንታይ ንመን ኢኻ ሃሲኻ እዚ ወዲ ሕጂ ሲ ደቂ ቆቲሉ ሲ ነብሱ ይሃሲ ማለት እዩ ተረዲኹምኒ ያ ዘለዓለም እንዳተጣዕሰ ክነብር እዩ ረ ርእሱ እውን ከየጥፍእ ምሽክናይ ኩሉ ግዜ እንዳተጣዕሰ ክነብር እዩ እንታይ ኮይነሲ ነታ ሕማቕ መዓልትስ ዘይከድኩላ ሕማቕ መዓልትላ ኩሉ ግዜ ሰይጣን ከስሕተካ ድደሊ ህድም ትሃድም ኣለካ ከምዚ ናይ ዮሴፍ ርኢኻ ኣለኻ ዮሴፍ በቃ ኩሉ ነገር ሬዲ ነይሩ ንክዝምውታ ሰይቲ ንጉስ ማለት እዩ ድሪኦም ሰብ የለ ገለገለ የለ

ስለዚ እንታይ ኢኻ ትገብር ሻንጣኻ ጠርኒፍካ ውጻእ ካብ ገዛ በቃ ኣርሕቕ ርሓቐላ ኣርሒካ ካብኣ ተፈለይ ደቅኻ ክትርኢ ደሊኻ ብመንግስቲ ከድካ ርኣዮም ኣብ ሰሙን ክልተ ሻዕ ዲኻ ገለ በቃ ምክንያቱ ሬድ ላይን ዝበሃል ኣለዎ ሰበይቲ ክትተሃራረም ተጀሚራ ክትጻረፍ ተጀሚራ ዳርጋ ዳርጋ ክትምልስ እንድሕር ጀሚራ መስመር ሓሊፋ ኣላ ማለት ወዲ ተባዕታይ ተቐይራ ኣላ ስለዚ ሓደ መዓልቲ ክትቀትላ ትኽእል ኢኻ ወይ ገለ ኣብ ሽግር ክተውድቐካ ስለ ትኽእል እንታይ ክትገብር ኣለካ ክትፍለይ ኣለካ ፖሊስ ምጽዋዕ ተጀሚራ ከ ሸዓ ሻጣል ዒልካ ውጽእ በቃ ምክንያቱ ኣጋንንቲ ዝተኸረየን ርእሰን ኣለዋ ደቂ ኣንስትዮ ማለት እንድሕር ተባኢሰንሲ ጸጥ ኢለን ሃዲኤን ኮፍ ኢለን ከሰንትና ወይ ክጽልያ ዘይክእላ ደቂ ኣንስትዮ ኣለዋ ስምዒተን ክቆጻጸራ ዘይክእላ ደቂ ኣንስትዮ ኣለዋ በቃ ብዝተባእሰኦ ቁፅሪ ፖሊስ ዝፅዋዓ ወይ ገለ ገለ

ሎማዓንቲ ተረቢሸ ውዒለ ኣነ ባእ ህፃን ከመይ ጌርካ ትቐትል ባእ ህፃን ኣነ ከመካሒለ ይኮንኩን ኣሕዋተይ ንሰበይትኻ ሓሪቓትካ ትሃርማ ትኽእል ኢኻ ገለ ገለ ገለ እንዲዩ ኣብ ምቕታል ግን በጃኹም ኣታ ባእ ሰብ ኣይቀተልን እዩ ትሓርቕ ትኽእል ኢኻ ክውዳእካ ይኽእል እዩ ኣነ እዚ ኣየመክሕን እዩ ተረዲኹኒ ያ ሰብኣይ ክድፈር ከሎ ከቢድ እዩ ያ ኣብ ምቕታል እውን ከብፅሓኻ ክእላ እየን ደቂ ኣንስትዮ ይፈልጥ እየ ኣብ ምቕታል እውን ከብፅሓኻ ክእላ እየን ግን ቆልዓ ብፍላይ ሲ ቋዕ ብዝኾነ በጃኹም በጃኹም በጃኹም በጃኹም ኣወዳት ንጠንቀቕ ንጠንቀቕ ኩላታ እተን ደቂ ኣንስትዮ ከዓ በጃኽን እዘን ነግራማት ደቂ ኣንስትዮ ዳርጋ ዳርጋ ትምልሳ በቃ ባህሪ ናይ ሰብኣይ ደለክን በጃኽን በጃኽን ንሰብኣይ ኣብ ደሽግሩ ኣይተውርቓ ትሐ ትበላ ባ ያ ምክንያቱ ገለገለ የማራ ሽግር ኣለዋ ትማሊ ሬ ነይረ ሓደ ቪድዮ ሰበይቱ ደቁ ገለ ሒዛትሉ ጠፊኣ ክንደይ ገንዘብ ከፊሉ ኣውፂዋ ገለ ብሉ ነይሮም ይበኪ ነይሩ ኣብ ቲክቶክ ይበኪ ነይሩ በቃ ሪኢኻ ኣለኻ ከምዚ ይኾኑ እቶም ሰብኡት ሽዑ ይነዱ ይሓርቁ ኣሽሓት ገንዘቦም ስለ ደውፅኡ ምስ ጠለሞም በቃ ይውልዖም በቃ ነዚኣ ቀቲለያ ወላ ኣነ ሲኦል ደይኣቱ ኢሎም ሓደጋ ገብሩ ስለዚ ነወዳ ጥራሕ ደይኮና ንምዕድ ኣለኽን ከዓ ሰይጣውንቲ ደቂ ኣንስትዮ ሓጎስ ዝበሃል ኣብ እስራኤል ቅድሚ ሕጂ ነፍሱ ኣጥፊ እዩ ብሰንኪ ገንዘቡ ጠሊማቶ ኣሽሓት ገንዘብ

ያሳዝናል ብቻ
ፋራይ ኦፊርካ እተ በሊዕካ ጽገብ ተኸዲንካ ሙቕ ወይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ ኦፊርኩም እተው በሊዕኩም ጽገቡ ተኸዲንኩም ሙቕ ጎይኹም ክይዱ ክንዲ ናይ ደይ ዕድመ ይሃብኩም ጣልያን ተወሊደ ሰማንያ ገይረ ጉልበትኩም ሳኻትኩም ይቐኒ መኒ ናይ ጀ ጉልበትና ጉልበትኩም ሙነይዎ ጉልበትኩም ሙነይዎ።